ሰላም ሰላም ኩልኹም ከመይ ቀኒኹም ድሓን ድቐኒኹም ከመይ ኣለኹም ኣነ እግዚኣብሔር መስገን ፅቡቅ ኣለኹ ኩላትኩም እንኳዕ ድሓን መፃኹም ናብ ዳይመንት ኣሉ ቻነል እምበኣር ሎማዓንቲ ቅልል ዝበለት ኣሰራርሓ ሒዘልኩም መፅ ኣለኹም እዚ ቪድዮ ርኢኹም ምስ ወዳእኹም ኣሕዋተይ ብኮመንት ብላይክ ብሸር እንዳገበርኩም ክትኣትዉ ንዓይ ከኣኒ ኣተባባዕን ሓጋዝን ስለ ዝኾነ ኩሉ ግዜ ላይክ እንተ ጌርኩም ንቕድሚት ስለ ዝመጽእ የሕዋተይ ላይክ እንዳ ገበርኩም ክትኣቱ ከኣኒ ይላበወኩም ማለት እዩ። ኣዝያ ቅልል ድበለት ኣሰራርሓ ናብ ኣሰራርሖ ክንከይድ ኢና ስጋብ መወዳእታ ከኣኒ ተኻታተሉኒ። ዝኾነት ክነግረኩም ኣይክእልን እየ ኣዝያ ቅልል ድበለት ኣሰራርሓ ንቁርሲ ቡን ትኸውን ንቡን እየ ሒዘልኩም መጽየ ደለኹ ኣዝያ ፍልይ ድበለ ዲዛይን ደለዋ ኣዝያ ፍልይ ድበለት ጣዓሚ ደለዋ ኣዝያ ቅልል ድበለት ኣሳራርሓን ግዜን ንውሕ ደይበለት ሓጻርን ከነዳልዋ ኢና ብሓንሳብ ማለት እዩ ከም ትሪእዋ ዘለኹም ክነግረኩም ኣይክእልን እየ ብጣዕሚ እያ ብጣዕሚ ጥዕምትን ፍልይትን ዝኾነት ብሓንሳብ ከነዳልዋ ኢና ናብ ኣሰራርሓዋን ከይድና ኣሕዋተይ የቐንየለይ ስጋ መወዳእታ ተኸታተሉኒ ከም ትሪእዎ ዘለኹም ኣራንሺ ተፋሕፈሐ ኣራንሺ ቆርበቱ ቀሊጠ ቆሪፀ ዳልየ ኣለኹ ዝራንሺ ሒዘዮ ዘለኹ ቆሪፀ ዳልየ ኣለኹ ማለት እዩ ሰለስተ እንቋቑሖ ዘይቲ ዳልየ ኣለኹ ፊኖ ሽኮር ቤኪንግ ፓውደር ጨው ኩሉ ብሓንሳብ ኩርዒና ናብቲ ኣስቤዝኡ እንዳሰራሕኹ ሓደ ብሓደ ክርእየኩም እየ ማለት እዩ። እዚ ኣራንሺ ትርእይዎ ዘለኹም ከኣኒ ቀሊጠ ቀሪፈ ኣዳልየ ኣለኹ። በዛ ማሽን እዚኣ ገይረ ከኣኒ ከዳልዋ እየ ማለት እዩ። እዛ ነዳልዋ ፍልይቲ ሶፍት ዝኾነት ኬክ ከኣኒ በራንሺ እያ ትስራሕ ማለት እዩ። ኣዝያ ጽብቕቲ ዝኾነት ሕብርን ጨናን ዘለዋ መቐረትን ደለዋ። ናይ ኣራንሺ ከምቲ ንፈልጦ ኣዝዩ ምቁር ዝኾነ እዩሞኒ እምበኣር ከምዚ ገይረ እዚ ኣራንሽና ጥሒነዮ ኣለኹ ማለት እዩ ሕጂ ፅሙቕ ኣይኮነን ዘልየና ኩሉ ብሓንሳብ ኢና ከምዚ ገርና ድስቲ ከዓኒ ኣዳልየ ኣለኹ ማለት እዩ ትሪእዎ ኣለኹም ምስ ተፀሞቐ ሕብሩ ክፅብቕ ኮይኑ ማለት እዩ ነዚኣ ሕጂ ሓንቲ ኩባያ ካብዚ ኣራንሺ ዝጠሓንክዎ ተጠቂመ ኣለኹ ማለት እዩ ዳርጋ ክልተ እያ ቁርብ እያ ጎዲላታ እተን ቆርብተይ ከዓኒ ነቲ ክንሰርሖ ኢና ብሓንሳብ መጀመርታ ሕጂ ነዚ ኣብ ድሲ ኣዳለየ ዘለኹ ብሓንሳብ ከነዳልዎ ኢና ማለት እዩ ክልተ ኩልና ኮይና ኣወዳትን ኣዋልን እንዴት ትብል ኣዝያ ቅልል ዝበለት ስራሕ እያ ማለት እዩ እምበኣር ሽኮር ገይረሉ ኣለኹ ክልተ በዛ ማንካ ፊኖ ከዓኒ በዚኣ ሓደ ገይረ ኣለኹ ክልተ ገይረ ኣለኹ ከዓ ፊኖ ማለት እዩ ሽኮር ሕጂ ቁሩብ ወሲኸሉ ኣለኹ ክልተ በታ ናይ ማንካ ናይ ሽኮር ፊኖ ከዓኒ ዕብይ ዝበለት ካብታ ናይ ማንካ ናይ ሽኮር ከኣ ብኣ ከኣ ክልተ ፊኖ ገይረ ኣለኹ። ምስዚ ኣራንሺ ዘዳለናዮ ከኣ ብሓንሳብ ክንኹሶ ኢና ማለት እዩ። ኣኹስና ከኣ ኣብ ጋዝና ኣትሕት ኣቢልና ከኣ ከምዚኣ ገርና ከኣ ጽቡቅ ገርና ስጋ ተሓፍሰልና ክንሸርዋ ኢና ማለት እዩ። ሕጂ እዚኣ መጀመርታ ዘዳልዋ ዘለኹ ንምንታይ እየ ክዝሕለልና ምእንቲ ስጋብ እቲ ኬክና ነዳልዎ እዚ በሲሉ ምስ ዝሓለልና ከኣ ኣብ መጠረሽታ ክንጥቀመሉ ኢና ባተር ከኣ የእትየሉ ኣለኹ ቁርጽ ኣቢለ ንእሽተይ ማለት እዩ ካብ ዘይቲ ንጥቀም ሕጂ ባተር ክገብር እየ ማለት እዩ ሕጂ እንዳሓፈሰ እንዳሓፈሰ ምስ ከደ ሕፍስ ምስ በለ ትርእዮ ኣለኽን ኣሕዋተይ ኣብዛ ብያቲ ጣሳ ኣብኣ ክግልብጣ እያ ማለት እዩ ሕጂ ሕብሩ ራእዮ ክፅብቅ ኮይኑ ደሎ ራእዮ እቲ ድስቲ ከዓኒ ኣትሕት ኣቢልና ክንገብሮ ኣለና ከይሓረና ምእንቲ ዝቐርዓነ ከይከውን ሕብሩ ጨንኡን ከይቅየረና ምእንቲ ብትሕት ዝበለ ብቁጽሪ ሓደ ጌርና ከኣ ከምዚኣ ጌረ ጎማ ሸፊነ ከኣ ኣብ ፍሪሽ ከቐምጦ እየ ክዝሕለለይ ቀልጢፉ ንምእንቲ ክጥቀመሉ ስለ ዝኾንኩ ሕጂ ኣብ ፍሪሽ ከእትዎ እየ ስጋ ኣብቲ እንቋቑሖይ ዘዳልዎ ናይ ኬክ ኣብ ፍሪሽ ከእትዋ እየ እዚኣ ማለት እዩ። እምበኣር ሕጂ ከም ትሪኦ ዘለኽን እንቋቑሖ ሰለስተ እንቋቑሖ ኣዳልየ ኣለኹ ማለት እዩ ሰለስተ እንቋቑሖ ዘይቲ ከዓኒ ሓደ ኩባያ ዘይቲ ከይመልአት ተጠቂመ ኣለኹ ማለት እዩ ሽኮር ንእሽ ድበለት ሽኮር ተጠቂመ ኣለኹ ርግኦ ከዓኒ ብኣ ልክዕ ሓንቲ ቅጥን ድበለ ርግኦ ተጠቂመ ኣለኹ ኣራንሺ ተፋሕፍሐ ሕጂ ብሓንሳብ እየ እዚ ክሃርሞ ኣዝያ ቅልል ድበለት ኣሰራርሓ እያ ክነግረክን ኣይክእልን እየ ከምዚኣ ጌርና ከዓኒ ኢደይ ምክሕዞ ነጢሩ ነጢሩ ዝገዛ ከዓ ኩሉ ግፅብፅብ ከየብለለይ እምበኣር ከምዚኣ ጌርና ጽቡቕ ጌሩ ተወሃሂድና ምስ ፈኾሰልና ከኣኒ ኣራንሺ ከኣኒ የእትየዮ ማለት እዩ ተረፍ ኣራንሺ ከኣኒ ሓደ ኩባያ ኣራንሺ ከኣኒ የእትየሉ ኣለኹ ማለት እዩ መቸም ክሽነ ክንሰርሕ ከለና ኣዝዩ ብጣዕሚ እዩ ዝነጥረና ብጣዕሚ ናቑሑት ንርስሕ ናይ ገዛ ርእሱ ስራሕ ኣሎ ክሽነ ምስ ሰራሕና እውን ኣዝዩ ብዙሕ ኣቑሑት እዩ ዝረስሕ ከምቲ ንፈልጦ እዛ መህረሚተይ ከኣኒ ትኣኽለኒ ኢለ እንድየ ግን ቁሩብ ስለ ዝነኣሰትኒ እያ መሰል ክትነጥረኒ ጸኒሓ እምበኣር ሕጂ ኣብዛ ጣሳይ ብኩሉ እዚ ኣስቤዛ ዘዳለኽዎ ከኣኒ ገልቢጠዮ ኣለኹ ማለት እዩ ብድሕሪኡ ጨው ኣዳልየ ኣለኹ ፔኪን ፓውደር ኣዳልየ ኣለኹ ፊኖ ከዓኒ እንዳነፈና እንዳነፈና ክንጥቀም ኣለና ፊኖ ንኬክ ክፈኹሰልና ምእንቲ ኩሉ ግዜ ነፊና ንጥቀም በዚኣ ካልተ ኩባያ ከኣ ፊኖ ገይረ ኣለኹ። ድሕሪኡ ከኣ ርኢና ክንወስኽ ኢና ማለት እዩ። ሽዕኡ ፔኪንግ ፓውደር በዚኣ ሓንቲ ገይረ ኣለኹ። ጨው ከኣ ንእሽተይ በታ ናይ ማንካ በታ ጫፋ ከኣ ንእሽተይ ጨው ከኣ ጌርና ክንደፍዮ ኢና። ጨው ከኣ ኣዝዩ ጽቡቅ እዩ ንገብሮ የፍኩስ ኢኒ ኬክና። ከምዚኣ ጌርና ሕጂ ከነኹሶ ኢና ማለት እዩ ኩሉ ግዜ ኬክ ክንሃርም ከለና ፔኪን ፓውደር ኩሉ ተኣትዎ ናብ ሓደ ጌርና ማሽን ከይተጠቀምና በዚኣ ኣዝር ኣዝር ኣኹስ ኣኹስ ኣኹስ ከነብላ ኢና እምበኣር ሕጂ ጽቡቕ ገይሩ ተወሃሂድልና ኣሎ። ኣዝዩ ማእኸላይ ዝኾነ ሓፊስ ከይኮነ ኢና ክንዳርዎ ዘለና በዘን ዘዳለናየን ኣስቤዛ ማለት እዩ። እምበኣር እታ ዘዳለናያ ናይ ኣራንሽን ፊኖን ከዓኒ ዝሒላትና መጽያ ኣላ ካብ ፍሪጅ ማለት እዩ። ሕጂ ኣብዛ ናይ ኬክ ፕላስቲክ ኣብ ዝኾነ ቢኬሪ ንኸይ ኮፍ ክብለለይ ኢለ ከዓኒ ኣብኡ መሊኤዮ ኣለኹ ማለት እዩ።

ኩሉ ምልእ ክብል ንፋስ ከይኣትዎ ምእንቲ ንፋስ ተኣትይዎ ክወድቀና ስለ ዝኽእል እምበኣር ከምዚኣ ጌርና ትርእያ ኣለኽን እዘን ዘዳለናየን በራንሺ ተዳለወ ብባተርን ብፊኖ ክልተ ማንካን ጌርና ከኣኒ ከምዚኣ ጌርና ዲዛይን ጌርና በዚኣ ጌርና ብላዕሊ ኣብ መጠረሽታ ክንሽልሞ ኢና ማለት እዩ ሽዑ እቲ ሽልማቱ ኣዝዩ ጽቡቕ ዲዛይን ኣዝዩ ጥዑም ዝኾነ ጨናን ኣዝዩ ጥዑም ዝኾነ ሕብሪ ደለዎ ዚግዛግ ዚግዛግ ይኾነልና ማለት እዩ። እቲ ክሬምሲ ዋላ በይኑ ክንበልዕ ንኸይና ክጥዕም መዓት እዩ ናይ ኣራንሺ ስለ ዝኾነ ፅቡቅ ገይሩ ስለ ዝበሰለ ከዓኒ ባተር እውን ኣለዎ ከምዚኣ ጌርና ከዓኒ እንደገና ምሸለምናዮም ብላዕሊ ከዓኒ እንደገና ክንድርቦ ኢና ማለት እዩ ከምዚ ኣርባዕተ ኩርናዕ ምእንቲ ክኾነልና እምበኣር ምስ ሸለምናያ ከዓኒ ነዚኣ ትመስል ማለት እዩ ርኣያ ክትፅብቕ ኮይና ዋላ እቲ ሕብሩ ዋላ እቲ ገለ ጎልድ ዝኾነ ሕብሪ መሲልና ምስ በሰለልና ከዓኒ ብሚእትን ሰማንያን ግሬደር ገይረ ንፍርቂ ሰዓት ከዓ ኣብሲለዮ ማለት እዩ ድሕሪ ፍርቂ ሰዓት ከዓኒ ከምዚኣ ኮይናትልና ኣላ ማለት እዩ ምስ ኣውፃእናያ ምስ ከፈትናያ ከዓኒ እምበኣር ኣሕዋተይ እታ ዘዳለናያ ብኸምዚ መልክዕ በሲላትልና ኣላ፣ ብኸምዚ መልክዕ እውን ኣዳሊናያ ኣለና፣ ንቝርሲ እውን ከነዳልዋ ማለት እዩ፣ ብሓንሳብ እውን ክንቈርሳ ኢና፣ ንዓኣ ዝኸውን ኣብ መላኻኽዕ ኣቢልና፣ ዲዛይን ጌርና ከኣ ብሓንሳብ ክንርእያ ኢና፣ ኣሕዋተይ ስጋብ መጠረሽታ ርኣይኦ፣ ክንዚ ቪድዮ ጽቡቕ ጌርክን ንዓኽን ከኣ ክርድኣክን ምእንቲ ማለት እዩ። እምበኣር ሕጂ ብላዕሊ መዓር ክለኽዮ እየ ድሕሪኡ ኮኮናት ኮኮናት ካኒ መመልክዒ ክገብረሉ እየ ሽዑ ካኒ ቫኔልያ ንስንስ ንስንስ ኣቢለሉ ከምዚኣ ጌርና ካኒ ኣዝያ ጽብቕትን ውቅብትን ዝኾነት ዝመዓረገት ናይ ኬክ ቁርሲ ቡን ብከምዚ ተዳልያትልና ኣላ ማለት እዩ ሕጂ ርኣይኣ ምስ በሰለትልና ዋላ ምስ ቆረስናያ ከኣ ኣዝያ ጽብቕትን ጣዕማን ገሊኣን ክነግረክን ኣይክእልን'የ ዋላ እቲ ሕብራ ርኣይኦ ክትጽብቕ መዓት'ያ የቐንየለይ ስለ ተኸታተልክናኒ ብኻልእ ቪድዮ ስጋብ ድምለሰክን ሰላም ቅነ ይግበረልና ቻው ቻው ኩልኻትኩም ንዓይ ትከታተሉኒ ብጣዕሚ'የ ዝፈትወኩም